ራብዓይ ካብ ኣይሁዳውያን እንሰርቆ ጠባይ ካብ እቶቶም ንታሕቲ እዮም ዝነብሩ ካብ ኣታዊኻ ንታሕቲ ምንባር ዓቢ ጥበብ እዩ ኣይሁዳውያን ብጣዕሚ ወሰንቲ ጠቐምቲ ንዝኾኑ ጉዳያት ዓቢ ወጻኢ ተገበሩ ኣይጣዓሱን እዮም ንኣብነት ልዑል ዝባሃል ዓቢ ዩኒቨርሲቲ ንምምሃር ገንዘብ የውጽኡ እዮም ካብኡ ሓሊፉ ግን ብዙሕ ንሂወቶም ምንም ንዘይቅይር ነገር ወጻኢ ኣይገብሩን እዮም ንኣብነት ክቡራት ዝበሃሉ ናይ ኣሜሪካን ኢውሮጳን መካይን ዘይኮኑ ብጣዕሚ ድልዱላት ንነዊሕ ግዜ ዘገልግላ ናይ ጃፓን መኪና ይዕድጉ። መዓስ እንታይ ከውጹ ከም ዘለዎም ይፈልጡ። ሓደ ሓደ ሰብ ደሞዙ ኣተኣኻኺሉ ምንባር ይኽእለሉ እዩ። ግን ንእሽተይ ድማ ናብርኡ ኣትሕት ኣቢሉ ድሌታቱ ኣጉዲሉ ወጻኢታቱ ኣውሒዱ ተቐማጢ ገንዘብ ተትገብር ብጣዕሚ ጽቡቕ እዩ ዓቕሙ እዩ ዘዕቢ። ኣብዚ ንዛረበሉ ዘለና ገንዘብ ምውህላል ንባዕሉ ዓወት ኣይኮነን ናይ ዓወት መገዲ እዩ ሸቶ ኣይኮነን ኣስካላ እዩ ሓደ እዋን ናብቲ ትደልዮ ዘብጽሓካ ንዘእምን ነገር እንተ ኣውፊርካ ወጻኢ እንተ ጌርካ እቲ ግብረ መልሲ ጽቡቕ ክኸውን ይኽእል እዩ ርትዓዊ ዝኾነ ወጻኢ ርትዓዊ ዝኾነ እቶት የምጽእ እዩ በዚ ኣይትጠራጠር ኣይሁዳውያን ነዚ ኣጸቢቖም ስለ ዝፈለጡ፣ ገንዘብ ስቕ ኢሎም ስለ ዘየውጽኡ፣ ስሱዓት ከም ዝዀኑ፣ በቃቓት ከም ዝዀኑ እዩ ዝውረየሎም። እቲ ዘስሕቕ ግን፣ ካብ ዝዀነ ህዝቢ ንላዕሊ ኣብ ናይ ዓወት ብራኸ፣ ኣብ ናይ ሃብቲ ብራኸ ዝነብሩ ንሳቶም እዮም። ንግዜኡ ትሕት እንተ በልካ ጸገም የብሉን። ኣብ ደገ ምሳሕ ኣይበልዕን እየ፣ ንካፈ ገንዘብ ኣይከፍልን እየ እንተ ኢልካ፣ ምሳሕካ ሒዝካ ምስ ትኸይድ፣ ተጓይኻ ገዛ ኣቲኻ ምስ ትበልዕ ክስሕቁኻ ይኽእሉ እዮም። ሰባት ክዘናግዑ ገንዘብ እንከውጽኡ ንስኻ ወጻኢታትካ ኣብ ዘይባኽን ቦታ ምስ ተውዕል ሰባት እዚ ግን ገንዘቡ ጨቢጡ ኣበይ ክበጽሕ እዩ ክብሉኻ ይኽእሉ እዮም። ሱሱዕ ክብሉኻ እውን ይኽእሉ እዮም። ጽባሕ ግን ንስኻ ኣብ ዝሓሸ ቦታ ምስ በጻሕካ ናይ ግዜኡ ሓጎስካ ኣጽኒሕካ ማለት እዩ። ርኢኻ ንጊዚኡ ኢኻ ትድንን ሕጂ ተዘይተዛናጊዕካ ጽባሕ ዓቕምኻ ምስ ተሃንጸ እቲ ዝሓሸ ቦታ ናትካ'ዩ ካብ ኣይሁዳውያን እዚ ምስራቕ ኣለካ ካብ ኣታዊኻ ንታሕቲ ንበር ሓምሻይ ብጣዕሚ ኣንበብቲ'ዮም እወ ተማሂርካ ትረኽቦ ፍልጠት ኣብ ዓቢ ቦታ የብጽሓካ'ዩ ባዕልኻ ፊሒርካ ኣንቢብካ እትረኽቦ ፍልጠት ግን ልዕሊኡ ሓፍ የብለካ'ዩ ከም ኣይሁዳውያን ኣብ ዓለም ኣንባቢ የለን ስለዚ ካብ ካልኦት ኣህዛብ ኣቀዲሞም ይነቅሑ ኣቀዲሞም ነቲ ቢዝነስ ይቆጻጸርዎ ብብዝሒ ዋላ እኳ ውሑዳት እንተኮኑ መብዛሕትኡ ህዝቢ ኣሜሪካ ብኢደዙር ይገዝእዎ ስለ ዘንብቡ በዓል ሰፊሕ ኣእምሮ እዮም ከማን ሓደ እዋን ናይ ኣሜሪካ ፕረዝደንት ምስ እስራኤላዊ መዘነኦም ተራኺቦም እናተዘራረቡ መራሒ ኣሜሪካ ከምዚ በለ፣ ትፈልጥ ኢኻ መቸም ናይ ሚእትን ሰብዓን ሚሎን ህዝቢ መራሒ ምዃን ብጣዕሚ ከቢድ እዩ ምስ በለ እቲ መራሒ እስራኤል ፍሽኽ እናበለ፣ ናይ ክልተ ሚልዮን ቀዳሞት ሚኒስተራት ቀዳማይ ሚኒስተር ምዃን እኳ ካብኡ ይኸብድ በሎ። እዚ ማለት ክልተ ሚልዮን ህዝቢ እስራኤል ከም መራሒ'ዩ ዝሕሰብ ማለት'ዩ። ንምንታይ? ስለ ዘንብብ። ነዚ እኳ'ዩ Readers are Leaders ዝበሃል። ስለዚ ምንባብ ኣለካ። ሻድሻይ ኣብ ሓዳሮም ይጸንዑ። እዚ ሓደ ካብቲ ዘገርም ሓቂ'ዩ። ኣብ ኣሜሪካ ዓሰርተ ሰባት ምስ ዝምርዓው፣ እቶም ሓሙሽተ ብፍታሕ'ዮም ዝዛዝሙ። ይፋትሑ። እዚ ኣሃዝ ኣብ ሃገርና'ውን ክመጽእ ይኽእል እዩ ኢልካ ዝግመት እዩ ናይ ኣይሁዳውያን ግን ብጣዕሚ ዝገርም ካብ ዓሰርተ ሓደ ሰብ ጥራሕ እዩ ዝፋታሕ ኣብዚ ንዛረበሉ ዘለና ሓደ ሓደ መጽናዕቲ ከም ዝሕብሮ ኣብ ሓዳር ምጽናዕ ንባዕሉ ወጻኢ ይቁጡብ እዩ ይባሃል ወዲ ወይ ጓል ስካፑሊ ምስ ትኸውን ከምኡ ኣነ ንነብሰይ ኣይሓምቕን'የ ብዝብል ትድህለል እሞ ወጻኢታታት ተብዝሕ ትዘናጋዕ ኣብ ገንዘብ ሓላፍነት ስለ ዘይስምዓካ ብዙሕ ግዲ ኣይትገብርን ሓዳር ተለካ ሓላፍነት ኣለካ ሰበይቲ ኣላትኒ ቆልዑት ኣለዉኒ ኢልካ ትጥንቀቕ ወጻኢታትካ ተጉድል ነብስኻ ትሕሉ ፍትሕ ድማ ዝገደደ'ዩ ዝብሃል ንንብረት ምክፍፋል፣ ንናይ ጠበቓ ሕጋዊ ከይዲ ዝኣመሰሉ ንሱ ንግደፎ'ሞ ብሰንኪ ምፍታሕካ ዝስመዓካ ስነ-ኣእምራዊ ስምዒት ንምቕያር ክትብል መውዓሊኻ ትቕይር። መውዓሊኻ ብምቕያር ድማ ገንዘብ ተውጽእ። ብሓጺሩ ኣባኻ ንትኸውን። ስለዚ ኣይሁዳውያን ግን ኣይፋትሑን እዮም፣ ንፍትሕ ኢሎም ወጻኢ ኣይወጽኡን እዮም። ኣብ ሓዳሮም ይጸንዑ። እንታይ እዩ ዘጽንዖም፣ እንታይ እዩ እቲ ምስጢር ተይልና ድማ ኣቐዲምና እንታይ ኢልና ኔርና? ሓተትቲ እዮም፣ ዝኣመኑሉ እዮም ዝዛረቡ። ስለዚ ናይ ኣይሁዳውያን ሰብኣይ ይኹን ሰበይቲ ኮፍ ኢሎም ይዘራረቡ። ንሳ ጌጋ ተሪኣ ንምንታይ ኢላ ትሓትት ብግልጺ ገጽ ንገጽ ማለት እዩ ሓደ ሓደ ፍቅራዊ ርክባት ገለ ገለ ሓዳራት ብዘይ ጠቅም እዩ እኳ ዝፈርስ ኮፍ ኢልካ ተረዳዲእካ ብትፈትሖ ትክእል ቀሊል ነገር ስለዚ ኣብ ሓዳር ንምጽናዕ ሓታቲ ሙኻን ግልጺ ሙኻን ምርድዳእ የድሊ ሓዳርካ ፍቅራዊ ርክብካ ዝተረጋገኣ ተኮይኑ ኣብ ስራሕካ ሙግያይ ኣብ ገንዘብካ ምድሃብ ቀሊል ይከውን ዕውት ድማ ትኸውን። ኣይሁዳውያን ከምኡ ዓይነት ሓዳር ስለ ዝምስርቱ ኣብ ካልኦት ነገራት ብጣዕሚ ዕውታት እዮም። ስለዚ ብግልጺ ምዝራብ ከም ዘይትፋታሕ እገብረካ። ሻብዓይ፣ ካብ ኣይሁዳውያን እንመሃሮ ጠባይ ካብ ፈጣሪ ኣይሰርቁን እዮም እዩ ዝበሃል። ኣይሁዳውያን ደኺሞም ካብ ዝረኸብዎ ኩሉ ግዜ ካብ ኣታዊኦም ዓሰርተ ሚእታዊት ይህቡ፣ ከምዚ ንሕና ሞባእ ወይ ከኣ ዕሽር እንብሎ ወይ ከኣ ዘካ ንብሎ ማለት እዩ። እቲ ቴስዓ ንኽባረኸልካ ኢኻ ዓሰርተ እትህቦ። ኣይሁዳውያን ድማ በዚ ብጣዕሚ እሙናት እዮም ለፊዖም ዘምጽእዎ እቲ ዓስራይ ኢድ ይህቡ ካብዚ ንላዕሊ ድማ ነንሕድሕዶም ብጣዕሚ እዮም ዝተሓጋገዙ ሓደ ድሕር ሃብቲሙ ወይ ከኣ ተዓብዩ ንኻልእ ትሕት ዝበለ ይሕግዝ መንፈሳዊ ማለት ሃይማኖታዊ ስርዓት ምፍጻም ወይ ከኣ ምስዓር ጥራሕ ማለት ኣይኮነን፣ ንሓውኻ ውን ምሕጋዝ ማለት እዩ። ንኣብነት ኣብ ናይ ሓሙሽተ መዓልቲ ኲናት ኣይሁዳውያን ኣብ ሓደ ሰሙን ጠራይ ሚእቲ ሚሎን ዶላር ኣኪቦም እዮም። እዚ ማለት ድማ ቅድሚ ሰላሳ፣ ሰላሳን ሓሙሽተን ዓመት እዩ። ሕጂ እቲ ገንዘብ ተዝግመት ሓደ ቢልዮን ክበጽሕ ይኽእል እዩ። ኣብ ሓደ ሰሙን እዮም ኣኪቦሞ። ብጣዕሚ ስለዝፋተዉ ንሰባት ምሕጋዝ ይደልዩ። ዝነብሩ ንባዕሎም ጥራሕ ከምዘይ ምዃኖም ስለዝፈልጡ ብግቡእ ይሰርሑ ገንዘብ ኣቐምጡ እቲ ዕሸር ድማ ይኸፍሉ ነዚ ምስ ሰምዐ ገለ ገለ ሰብ ይፈልጦ እኳ እየ መዓስ ጠፊእኒ ግን ዕሽር፣ ዘካ፣ ምሃብ፣ ከይህብ ደሞዘይ ውሕድ እዩ በጃኻ ኣይክእልንየ ይብል ጽባሕ ርብሕ ዝበለ ኣታዊ ዝሓሸ ደሞዝ ምስ ረኸቡ እንተኢልካዮምካ ልክዕ ሓደ ዓይነት መልሲ እዮም ዝምልሱ ብውሑድ ተዘይተኣሚንካ ኣብ ዓቢ ኣይትሽየምን ኢኻ ሕጂ ውሑድ ኣታዊ ከለካ ዕሽር ምሃብ ተለማመድ ኣብ ዓቢ መታን ንኽትሽየም ካብ ኣይሁዳውያን ነዚ ምስራቕ ኣለካ። ዝኸበርኩ ምስ ተፈተኹም ተኻታተልቲ መደበይ በዚ ዘቕረብኩልኩም ተጠቂምኩም ተማሂርኩም ክትከኑ ተስፋይ እዩ ኣብ ዝቅጽል ብካልእ ትሕዝቶ ክሳብ ንራከብ ንሎሚ ሒዘልኩም መጽየ ዝነበርኩ እዚ መስል ነይሩ ሰሰናዩ ንዓኩም ሰናይ ቅነ ሂወትኩም ብንቅሓት ምርሕዋ።